ሓጺር ዛንታ ዘይወግሕ ለይቲ ኣብ ሓንቲ ንእሽቶ ዓዲ ሓንቲ ኣደ ምስ ወዳ ትነብር ነበረት። እታ ኣደ ስማ ኣልጋነሽ ወዳ ድማ ኣብየል ይበሃል። ኣብየል ንፉዕ ተመሃራይ ኮይኑ ንዝበለጸ ትምህርቲ ናብ ከተማ ክኸይድ ዓቢ ባህጊ ነበሮ። እንተኾነ ግን እቲ ናብራ መዓልቲ መዓልቲ እናኸበደ መጸ። ሓደ ምሸት ኣልጋነሽ ንኣብየል ዝወደይ እዚ ለይቲ ክነውሕ እዩ በለቶ። ኣብየል እንታይ ማለትኪ የደይ? ኢላ ሓተታ። ኣደኡ ድማ እዚ ጸገምና ከምዚ ለይቲ ኮይኑ ኣሎ። ንውሓቱ ክሳብ ክንደይ ምዃኑ ኣይንፈልጥን ኢና ኢላ መለሰትሉ። ከምቲ ዝበለቶ ድማ ኮነ። እቲ ዓመት ዓመት ጸበባን መከራን ኮነ። ሕማም፣ ጥሜትን ድኽነትን ኣብታ ዓዲ ሰፈነ። ብዙሓት ሰባት ካብ ዓዶም ተፈናቒሎም ናብ ካልእ ሃገር ክስደዱ ጀመሩ። ኣብየል ድማ ትምህርቱ ራሕሪሑ ንኣዲኡ ክሕግዝ ተገደደ። ሓደ መዓልቲ ኣብየል ንኣዲኡ ኣደይ እዚ ለይቲ መዓስ እዩ ዝወግሕ? ኢሉ ብጓሃ ሓተታ። ኣልጋነሽ ድማ ወደይ ከምቲ ለይቲ ወጊሑ ጸሓይ ትመጽእ ጸገምና እውን ሓሊፉ ጽቡቕ መዓልቲ ክመጽእ እዩ ተስፋ ኣይትቑረጽ ኢላ ኣጸናንዐቶ። ቃላት ኣዲኡ ንኣብየል ተስፋን መጸናንዕን ኮኖ። እቲ ለይቲ ክነውሕ ይኽእል እዩ ግን ንዘለዓለም ክጸንሕ ኣይክእልን እዩ። መዓልቲ ክወግሕ ጸልማት ድማ ክበርህ እዩ። እዚ ተስፋ እዚ ንኣብየልን ንኣድኡን ኣብቲ ኸቢድ ግዜ ሓይሊ ኾኖም። ዓመታት ምስ ሓለፈ እቲ ጸገም ቀስ ብቐስ እናተፈትሐ መጸ። ሰላም ኣብቲ ሃገር ሰፈነ፣ ህዝቢ ድማ ናብ ንቡር ናብርኡ ተመልሰ። ኣብየል ናብ ትምህርቱ ተመሊሱ ብዓብዪ ተጻዋርነት ተማህረ። ዶክተር ኮይኑ ድማ ናብ ዓዱ ተመሊሱ ንህዝቡ ኸገልግል ጀመረ። ካብታ ዛንታ ንመሃሮ ዘይወግሕ ለይቲ ክንወስዶ ንኽእል ቀንዲ ትምህርቲ ተስፋን ጽንዓትን እዩ። እቲ ዛንታ ትምህረና ቀንዲ ነጥብታት እዞም ዝስዕቡ እዮም። ጸገም ግዝያዊ እዩ። ከምቲ ለይቲ ንዘለኣለም ዘይጸንሕ መዓልቲ ክወግሕ ግድን ምዃኑ ኣብ ህይወት ዘጋጥመና ሽግራት እውን መወዳእታ ኣለዎም። እቲ ዘይወግሕ ለይቲ ዝብል ኣምር ንውሓትን ክብደት ናይቲ ጸገም እኳ እንተመልከተ ኣብ መወዳእታ ግን ከም ዝሓልፍ ዘዘኻኽር እዩ። ተስፋ ሓይሊ እዩ። ኣብቲ ኣዝዩ ጸልመተን ተስፋ ዘቑርጽን እዋን እኳ ተስፋ ምግባር ንቕድሚት ንኽንስጉም ሓይሊ ይህበና። ቃላት ኣደ ንኣብየል ተስፋን መጸናንዕን ከም ዝኾኖ ኣብ ዛንታ ተገሊጹ ኣሎ። እዚ ድማ ተስፋ ኣብ ኣእምሮና ብምሓዝ ንዝኾነ ከቢድ ነገር ክንሰግሮ ከም እንኽእል የርእየና። ጽንዓት ፍረ ኣለዎ። ኣብየል ኣብቲ ከቢድ እዋን ተስፋ ብምግባርን ብምጽናዕን ኣብ መወዳእታ ንድልዮቱ በጺሑ ትምህርቱ ወዲኡ ሓኪም ብምዃን ንማሕበረሰቡ ክሕግዝ በቒዑ። እዚ ድማ ጽንዓትና ኣብ መወዳእታ ጽቡቕ ፍረ ከም ዘለዎ የረድእና። ስለዚ እታ ዛንታ እተመሓላልፎ መልእኽቲ ህይወትና ብጸገም ክትምላእ ትኽእል እያ። እንተኾነ ግን ብተስፋን ብጽንዓትን እንተደኣ ተጓዒዝና ነቲ ዘይወግሕ ዝመስል ለይቲ ሰጊርና ናብ ብሩህ መጻኢ ክንበጽሕ ከም እንኽእል እያ ትምህረና። ወደሓንኩም ጸሓፊ ኤሪስካይ ቪብስ